ኣያ ኺዳኑ ፍሉጥ ወቓዕት ጭራ እዮም። ኣርብዓን ሓሙሽተን ዓማውት ተዋጢኦም ኣብ እዋን መጓሰ ዝለመድዋ ጭራ ክሳብ ቀረባ እዋን ምስኦም ነይራ። ተስካሮም ካብ ዝለዓል ዝሓለፈ ጀወርግስ ሕዳር ሳልሳይ ዓመቶም ይገብሩ። ኣያ ኺዳኑ ሽሞም ምጽሓፍ ክንዲ ግዜ ፈቲኖም ኣይኮነሎምን። ሓደ እዋን ይመልኩዋ መዓልቲ ኣለዎም ከኣ ህልም ኢላ ትጠፍኦም። ኑራ ዝተሓበጸ ዝመስል ጨጉሪ ርእሶም ምስቲ ጻዕዳ ክዳኖም ዋይት ሃውስ ይመስሉ። ጭራ ከም ቃሕ ዝበሎም እዮም ዝገብርዋ። ዘይመልኩዋ ዓይነት ጸወታ የለን። ብፍላይ ስዋ ሜስ መሳሊ እንተጥዒሞም ባዕሉ እዩ ዝቐሳቕሰኒ እዮም ዝብሉ። ቆልዑ ሎሚ ንደርፍ ኣለና ኢልኩም ትዛረቡ ኣለኹም ንሶም ድቋን ጽራይን ሰትዮም ድምጾም ኣይቕየርን ድምጾም ንኮምፒተር ሂቦም ኢፌክት ካብ ዝግበረሎም ተሓኒቖም ሙማት ይመርጹ መዝሙረ ዳዊት ከይተላለኽዎ ሙማቱ ይሕዝነኒ ኢሎም ይቋጨጩ ቅርሱስ ኮይኑ እምበር ዕድለይ ሓሲሙ ዳዊት ዶ ምኸደ ገዲፉለይ ሽሙ ኢሎም ካብ ልቦም ዝፈስስ ወለላ ድምጺ ኣንገዱና። ድምጾም እንትስማዕ ደወል ቤተ ክርስቲያን የዘኻኽረኒ። ዕጣን ካብ የማናይ ጁባ ካምችኦም ኣውጺኦም ጭርኦም ደረዙ። ድጉዓ ጾመ ድጉዓ ዝወለደ ርእሲ ያሬድ ዶ ምሞተ ማህሌታይ ቀዳሲ። ንነገሩ ተሰዊሩ እምበር ኣይሞተን ኢሎም ዘረባ ይሓውሱ። ኣያ ሞት ቀዲሙ እንተዘይወሲዱኒ ናብ ጽላል ናብ ቤቱ፣ ክረኽቦ'የ ያሬድ ኣብ ዳግማይ ልደቱ ኢሎም እምነቶም የንጸባርቑ። ተኣምራት ዘግህዱ፣ ኣእላፋት ዝፈወሱ ቅዱስ ኣቦና ኣቡነ ኣረጋዊ ከምኡ'ውን ኣቡነ ገሪማ ኢሎም ኣስማት ትስዓቱ ቅዱሳን ይዝርዝሩ። ማይ ሕመት ክሕጸብ ክሓድር እብ ዳሞ ቅዱስ መሬት ሒዘ ታቦት ክስከሞ ኣብ መንጉኡ ንብዓቶም ቅጽርጽር ኢሉ ገጾም ክስመት ይኸደን ኣቲ ሸዊት መሬት ማህጸን ሊቃውንቲ ኣልዕልዮ ስምኪ ኩኒ ሓው ለይቲ እናበሉ ይጸንሑ እሞ፣ እንታይ እሞ ይገበር ብዘምስል ኣጠማምታ፣ ነታ መውቅዒት ጭራ ኣብ ኣፎም ኣደጊፎም ደቓይቕ ይጸንሑ። ኣሉላ ኣባ ነጋ ኣብ እንዳ ኣባ ገሪማ፣ ሃጼ ዮሃንስ ኣብ መሬት መተማ፣ ብምባል ጀጋኑ ሰብ ቀደም መልዒሎም የዘንትዉ። ኣብ ገምበሮም ዘዝተለጠፈ ቕራሽ ንጅብኦም ኣጽንሐለይ እናበሉ ቀልቦም ናብቲ ግጥሚ ይገብሩ። ኣያ ኺዳኑ እቲ ኹሉ ክእለቶም እቲ ጥዑም ላዝኦም መወዳእትኡ ሓመድ ኮይኑ ቀለቡ፣ መሬት ኮይኑ ጽላሉ። ይዝከረኒ መርዓን ጉዳይን ብዘይ ንሶም ኣይደምቕን እናተብሃለ፣ ብእግርን ፈረስን እንትድለዩ፣ ኣብ ክንደይ ክምንጠል ኢልኩምኒ እናበሉ ክልመኑ፣ ሰብ ጉዳይ ተጫሪቶም ክወስድዎም እንተለዉ ኣይርስዖን። ተማህለሉ ሎሚ ስምዑታ ወለዲ፣ ነገር ምስላጥ ኣብዩ ሰብ ስኢና ዓዲ እናበሉ ዝፃወትዎ ቅንያዊ መልእኽቲ ዝሓዘ ግጥሚ ኩሉ ሰብ ናብ ዘዝመሰሎ ይትርጉሞ ነበረ። እንተ ንሶም ኣሽምባይ ግጥሞም ጽውኦም እውን ቅንያዊ ስለ ዝነበረ ምስ ውሑዳት ሰባት ጥራሕ እዮም ዝረዳድኡ። ኣውደ ዓመት ብዝመጸ ቁጽሪ ጻዕዳ ዓለባ ለቢሶም ገዛ ገዛ እናዞሩ ብጭርኦም ገይሮም እንኳዕ ኣብጽሐና ኣብጽሐካትኩም እንትብሉ ደስ ይብለኒ ነበረ። ኣብሻይ ዝሃበቶም ድቋም ነቲ ዓፍርኡ እፍ ኢሎም እንትሰትይዎ የጥዕመሎም። ሰያብ ጭሕሞም እውን ምስኦም ይሰቲ። ጓልተን ወሓላሉ መሃሪ ተንስቲ ቤትኪ ምሉእ ይኹን ንዘልኣለም ጥንቲ ኢሎም ቁሩብ ሰትዮም ብዙሕ መሪቖም ይኸዱ። ፈታዊኦም ብዙሕ ደላይኦም ኩሉ ኣያ ኺዳኑ ኩሉ ገዝኦም እዩ ኣብ ዝጠምዮም ይበልዑ ኣብ ዝመሰዮም ይሓድሩ ኣያ ኺዳኑ ኣብ ቀብርን ተስካርን ኣይሕወሱን ነይሮም በዚ ድማ ምስ ብዙሓት ይጓነጹ ነበሩ ሰብ ብህይወቱ እናሃለወ እምበር ምስ ሞተ ዝግበር ሸበድበድ ኣይቅበሎን ዝብል ዓርሰ ፍልስፍና ነይርዎም ሰብ ጽባሕ ንግሆ ብሞት ካብ ሓዉ ከም ዝፍለ ስለ ዘይፈልጥ እዩ ንሓዉ ዝበድል ይብሉ። ሃፍታም እየ ኢሉ ንድኻ ዝጸልእ ሃፍታም እየ ኢሉ ንድኻ ዝጸልእ ብዘይ ቶልሽ ጀዲድ ኣይንሃቱን ካልእ ብእምነት ብሓሳብ ሰብኩም ኣይተርሕቑ። መሬት ምስ ወግሐ ክፍለጥ'ዩ ሓቁ ኢሎም ኣብ ጸወትኦም ይሓውሱ። ዓድና ለብሙ ሰብኩመይ ትጽልኡ ደሓር ኣይቐርን የራኽበና ኣብኡ ኢሎም ብመውቅዒ ጭረኦም ናብ ላዕላይ ሰማይ ይጥቁሙ። ኣያ ኪዳኑ ዝሕጭጨሎም እንተሃልዩ ብግጥሚ እምበር ብታራ ዘረባ ኣይምልሱሉን። ንዝበደሎም ሰብ መዓልቲ ተጸብዮም ብግጥምን ዜማን ናብ ዓጽሙ ዝኣቱ ቃላት ይሰድሉ። ሓይሎም ኣብ ርእሲ እምበር ኣብ ጭዋዳ ኣይኮነን። ንፋለጥ እንዲና ዓሚ ቅድሚ ዓሚ ሎሚ ምስ ወግሐ መን ንመን ክሓሚ ጓል መንገዲ ሒዝኩም ኣይትዛረቡታ ቀስ ኢሉ እዩ ዝጸሪ ሓቂ ከም ወጋሕታ ክንደይ እሞ ዘይረኣና ሰማይ ዝሃገሩ ናብ ሓመዱ እዩ ኩሉ መዓልቲ ቆጺሩ ኣብ ዝተጸውዕዎ ጉዳይ ነቲ ሓውስቲ እናገበሩ ልባዊ እምነቶም ብሓይሊ ቃላት ይገልጹ ኩሎም ሲሉ ይወልድ ይሓልፍ ሓዲጉ ሰብ በላዕቲ በይኖም ብደዎም ይኣርጉ ዘኽፍእልና ንርኣ ዘጥዕመልና ንፍለጥ ዘረባ ክንኩሕል ግዜ ከየምልጥ ኢሎም ናብ ስርሐይ ደኣ ዝበሉ ይመስሉ ጭርኦም ዓትዒቶም ሓዝዋም ሰብ ብዘይሰቡ ዝምዕርግ ተኾይኑ ይግፈሐልኩም በሉ ይጸብቕ ዘበኑ ኢሎም ተሰናቢቶም ይወጹ ኣያ ኺዳኑ ስግኦም ፍልሖ በሊዕዎም ክንዲ ጸፍዒ ዝኸውን ነብሶም ሓመድ ተነጺፉ። ፍርያት ልቦናኦም ግና ኣባና ተሪፉ።